ሰላም ወሰናይ ኣብ ዝተፈላለየ ኩርናዓት ዓለም ብምዃን መደባት ፍልፍል ቲቪ ትካታተሉ ኩቡራትን ኩቡራንን ከመይ ትኾኑ ከመይ ትኾና ንሎሚ ውን ከምቲ ልሙድ ንዓኹም ዩ በቂዒ ዝበልናዮ ዝተፈላለዩ መደባት ሒዝና መጺእና ኣለና ደጊምና ሰናይ ምክትታል። ቀዲመ ብዘለዎ ሓጸርቲ መደባት ክጅምር ደጊመ ሰናይ ምክትታል። ብፁዕ ኣቡነ መንግስተኣብ ተስፋማርያም ዝተመርሐ ልኡኽ ካቶሊካዊት ቤተ ክርስቲያን ኤርትራ ኣብ ስነ ስርዓት ሲመትን መመረቕታ ሓድሽ ርእሰ ሊቃናት ጳጳሳት ተሳቲፎም። ብብፁዕ ኣቡነ ጳውሎስ ጳጳስ ሃገረ ስብከት ኤውሮጳ ዝተመርሐ ልኡኽ ቅዱስ ሲኖዶስ ኣብ ስነ ስርዓት ሲመትን መመረቕታ ርእሰ ሊቃናት ጳጳሳት ሮማዊት ቤተ ክርስቲያን ዝኾነ ፓሎ ልዮ መበል ዓሰርተ ኣርባዕተ ብምስታፍ ወግዓዊ መልእኽትን ህያብን ቅዱስ ፓትርያርክ ኣረኪቦም። ሱዳን ምስ ኤርትራ ዘዳውብ መስመር ምስ ኤርትራ ንንግድን ምንቅስቓስ ሰባትን ዳግማይ ክኽፈት ምዃኑ ኣፍሊጣ። ኣመሓዳሪ ዞባ ከሰላ ሜጀር ጀነራል ኣልሳዲቅ መሓመድ ምምሕዳሩ ምስ ኤርትራ ዝካየድ መሰጋገሪ ዶባት ንምኽፋት ብፍላይ ኣብ ምሕዳስ ንግዳዊ ንጥፈታት ትኹረት ብምግባር ዝርርብ ምስ ዝምልከቶም ኣካላት ዝርርብ ከም ዘሎ ሓቢሩ። ኣብ መንጎ መስመር ተሰነይን ከሰላን ዝካየድ ንግዳዊ ምንቅስቓስ ብሰንኪ ኲናት ሓድሕድ ሱዳን ተቋሪጹ ምጽንሑ ይንገር። ዘሕጉስ ብስራት! ናይ ትግርኛ ሰብኣዊ ሮቦት፣ ሓድሽ ናይ ትግርኛ ኣስተውዓሊ ሰብኣዊ ሮቦት፣ AI Assistance፣ ተሰሪሑ ኣሎ። www.tigrinyaGPT.com ብምብጻሕ ኣብ ዝተፈላለየ ጉዳያት ሓገዝ ክትረኽቡ ትኽእሉ ኢኹም። እዚ ዌብሳይት ብትግርኛ ዝተዳለወ ኮይኑ፣ ኣብ ትርጉም፣ ጽሕፈት፣ ምርምር፣ መሃዝነት፣ ትምህርቲ፣ ጥዕና፣ ሕግን ካልእ ጉዳያትን ሓገዝ ክህበኩም ዝኽእል ብልሒ ሰብኣዊ ሮቦት ዝሓዘ እዩ። ሓዶ ስጉሚ ንቕድሚት ማለት ከምዚ እዩ። ገለ ካብቲ ክትረኽብዎ እትኽእሉ ኣጎልጉሎት፣ ካብ ሓደ ቋንቋ ናብ ትግርኛ ወይ ካብ ትግርኛ ናብ ካልእ ቋንቋ ትትርጉም፣ ደብዳቤታት፣ ኣርእስቲ፣ ግጥምታት፣ ካልእ ጽሑፋት ምድላው፣ ኣብ ዝተፈላለየ ኣርእስትታት ሓበሬታ ምርካብ፣ ሕቶታትኩም ብቕልጡፍ መልሲ ምርካብ፣ ትምህርታዊ ሓገዝ ንምርካብ ንኣብነት ሓደ ደብዳቤ ክትጽሕፉ እንተደሊኹም ነቲ ሮቦት እቲ ዝደለኹሞ ዓይነት ደብዳቤ ክጽሕፈልኩም ክትሓትዎ ትኽእሉ ኢኹም። ወይ ከኣ ብዛዕባ ሓደ ሕማም ሓበሬታ እንተደሊኹም ነቲ ሮቦት ሕቶታትኩም ክትሓትዎ ትኽእሉ ኢኹም። ሕጂ ከኣ ww ዳት ትግርኛ gpt ዳት ኮም ብምብጻሕ ነዚ ሓድሽ ቴክኖሎጂ ተጠቀምሉ ንሕና ኩሉ ግዜ ኣብ ኣጎልጉሎትኩም ንርከብ ናቅፋ ፕረስ። ካብዚ ቅጽል ኣቢለ ውን ኩቡራትን ኩቡራንን ተኻታተልቲ ፍልፍል ቲቪ ሓጸርቲ ግን ከኣ ገለጽቲ ዝኾና መደባት ናባኹም ከብል እየ ደጊመ ሰናይ ምክትታል። እዚ ኣብዚ ቪድዮ ንዕዘቦ ዘለና ቅድሚ ሰላሳን ኣርባዕተን ዓመት ልክዕ ከምዛ ሎሚ መዓልቲ ይጥፍኡ መጥፋት ወይ ድማ ኣንድ ጥይት ንኣንድ ሰው ክሳብ ዝተርፈኒ ክቃለስ እየ ዝብል ዝነበረ ናይ ደርጊ ሊቀ መንበር ኮሎኔል መንግስቱ ሃይለማርያም ባልቻታቱ ጠርኒፉ እግረይ ኣውፅኒ ኢሉ ሃረር ዙምባቤ ዝተራእየሉ መዓልቲ እዩ። መንግስቱ ሃይለማርያም ብደገፍ ጉጅለ ደርጊ ኣብ ኢትዮጵያ ስልጣን ሒዙሉ ኣብ ዝነበረ እዋን ኣብ ልዕሊ ኤርትራውያን ማእለያ ዘይብሉ ገበናት ፈጺሙ እዩ። ኣብ ኦም ንሓጀር፣ ወክድባ፣ ኣስመራ፣ ኣቑርደት፣ ሕርጊጎ፣ መጎራይብ፣ ሸባሕ፣ ሽዕብ፣ ኣፍዓበት፣ ዛግር፣ ምጽዋዕን ካልኦት ከተማታትን ዓድታትን ኤርትራ ብቐጥታዊ ትእዛዝ መንግስቱ ሃይለማርያም ዝተቐትሉ ንጹሃት ኤርትራውያን ማእለያ የብሎምን። መንግስቱ ሃይለማርያም ናይ ኲናት ገበነኛ እዩ። ህዝባዊ ግንባር ሓርነት ኤርትራ ኣብ ሽሕን ትሽዓተ ሚእትን ቴስዓን ሓደን ናብ ኣስመራ ከምኡ'ውን ህወሓት ብደገፍ መካናይዝድ ኣሃዱታት ህዝባዊ ግንባር ሓርነት ኤርትራ ናብ ኣዲስ ኣበባ ኣብ ዝምርሸሉ ዝነበረ እዋን መንግስቱ ሰዓቱ ከም ዝኣኸለት እንተተታሒዙ ድማ ገበነኛ ብምዃን ናይ ሞት መቕጻዕቲ ጥራይ ከም ዝጽበዮ ብምፍላጥ ስልጣኑ ራሕሪሑ እዩ ሃዲሙ። ኣብ ዙምባቤ ድማ ብመራሒ እታ ሃገር ነበር ሮበርት ሙጓበ ፖለቲካዊ ዕቑባ ተዋሂብዎ። ምስጢር እዛ ባንዴራ ብዝኾነ ይኹን ነገር ብዘይዕየር ኣዝዩ ክቡር ኤርትራዊ ደም ስለዝተረኽበት ብመላእ ህዝቢ ኤርትራ ብዝተፈላለየ ኣገባባት ኣብ በበይኑ ቦታታት ተሰቒላ ብሓበን ክተንበልብል ትረኣ። ዝኾነ ኤርትራዊ ክጉምጎማ፣ ከንበልብላ ብዝተፈላለየ ኣልባሳት ሰሪሑ ከወድያ ይብህግ። ነዛ ብኸቢድ መስዋእቲ ዝተረኽበት ባንዴራ፣ እቲ ምልኩዕን ውሁድን ሕብራ ስለ ዝምስጠካ እውን፣ ልክዕ ከምዘን ምጭዋት ኣሕዋትና ቀው ኢልካ ክትጥምታ ኣይትጸግባን። በቃ ርኣያ ርኣያ ይመጸካ። ብናይ መንነት ቅልውላው ዝሕመሱ ብራርያ ስግረዶብ ሒዞማ ከማራስሕዋ ምስ ትርኢ ግን ሕርር ትብል እሞ መሊስካ ድማ ኪኖቲ ጨርቃዊ ኣካላ ነቲ ምስ መላእ ሓፋሽ ህዝቢ ብመንፈስ ዘራኽብ ሸነኻ ከም ዘይነኽእዎ ተገንዚብካ ኣእምሮኻ ይረጋጋእ። ተገልቢጥካ እውን ትጉሄሎም። ከም ፍጡራት ደቂ ሰብ መንነቶም ስኢኖም ዓወንወን ክብሉ እንከለዉ ከመይ ዘየደንጉጹ። እምበር እዛ ባንዴራስ ብደቂ ኣንስትዮ ይኹን ብደቂ ተባዕትዮ ወነንታ ንዘንትእለት ተኸቢራ ክትነብር እያ። ስእሊ፣ ጆቤ፣ ምንጪ ናቕፋ ፕረስ።

ካብዚ ቅጽል ኣቢለ ውን ኩቡራትን ኩቡራንን ተካታተልቲ ኣብዚ ግዜ እዚ ንዕዘቦ ዘለና ጽምዶ ንኩላ እንዳ ጸመደት እያ ትከይድ ዘላ ሕጂ ውን ካብ ማእከል ትግራይ ብምክንያት ማዓልቲ ናጽነት ኤርትራ ንኩሉ ኤርትራዊ እንቋዕ ናብዛ ክብርቲ ዕለት ኣብጻሓኩም ትብለና ኣላ ጋዘጤኛ መድህን ገብረስላሴ ብራኸ ሸው ሰላም ንዝበለካ ሰላም እዩ ናትና ዓጸፌታ መልሲ ውን ስለዚ ደቂ ሪመይ ከምዚ ዝኣመሰለ መደባት ክትዕዘብ እንከለካ ወዮ ኣድጊ ብራርያ ደኣ እንታይ እዮም ክገብሩ?
ሰላም ሰላም ጥዕና በልና ዝኾርኩም ተመልከትና ከመይ ተሎ እዚ ብራኸሸው እዩ ብራኸሸው ኣብ ዝተፈላለዩ ፖለቲካዊ ከምኡ እውን ታሪካዊ ትሕዝቶታት ዘለዎም መደባት እንዳቕረበ ናባኹም ዘብል ምድላ ምዃኑ ዝፍለጥ እዩ ንሎም መዓልቲ ሕዚ እንርከበሉ ወርሒ ጉንበት እዩ መብዛሕትና ከም እንፈልጦ ወርሒ ግንበት ስርዓት ደርጊ ተደምሲሱ ኣብ ኢትዮጵያ ስርዓታዊ ለውጢ ዝመፀሉ ኣብ ኤርትራ ድማ ናፅነቶም ዝኣወጅሉ እዋን እዩ። በዚ ኣጋጣሚ እዚ ንኩልኹም ኤርትራውያን እንኳዕ ንመዓልቲ ነፃነትኩም ኣብፀሐኩም እንዳበልና ነዚ ምስ ሰምዑ ደኣ ፍሉጥ እዩ ድቃስ ዝበሃል ክመጾም ኣይክእልን እዩ ደቂሶም እውን ኣይፈልጡን እዮም። ኣነ ውን ብውሽጠይ ከምኡ እናበልኩ።
ካብዚ ይቅጽል ኣቢለ ኩቡራትን ኩቡራንን ተኻታተልቲ ER Media ዘዳለዎ ኣዝዩ እዋናዊ ዝኾነ መደብ ናባኹም ከብሎ ደጊመ ሰናይ ምክትታል። ሻዕብያ ሻዕብያ ሻዕብያ ኣብ ኢትዮጵያ ውሽጣዊ ኩነታት ክፈልሕ እንከሎ ህዝባዊ ተቃውሞ ክሕይል እንከሎ ስርዓት ሰንከልከል ክብል እንከሎ ሻዕብያ ሻዕብያ ዝብል ገዓር ዝለመድናዮ ኣመል ስርዓታት ኢትዮጵያ እዩ ሓሶት ትገድፎ ዶ ትገድፎ እምባ እወ እስኻ እንተተደፈንካ ይፅቡቕ ተረዲኻ ኣለኻ ተረዲኻ እንዶ እው ከምዚኣ ተተቐበርካ እዩ ጽቡቕ ንስኻ። ኣብዚ ቅንያት እዚ ስርዓት ብልጽግና ኣብ ክሳዱ ዝመለሳ ገመድ ትሽንቆቆ ስለ ዘላ ብረታዊ ይኹን ሰለማዊ ተቃውሞታት ህዝቢ ኢትዮጵያ ይገርር ስለ ዘሎ ሻዕቢያ ከምዚ ገበረ ሻዕቢያ ከምዚ ፈጠረ ዝብል ጫውጫውታ ምዝያዱ ክገርመና የብሉን። ኩሉ ግድላት ኢትዮጵያ መን ወለዶ? ሻዕቢያ። ኣብ ኢትዮጵያ ዘሎ ባርዕ ተቃውሞ መን ሃንደሶ? ሻዕቢያ። እዚ መለቀቢ ዕድመ መዕገሲ ቃንዛ እንተኾነ ኢትዮጵያውያን ተራሲኖም ንውሽጢ ገዲፎም ንግዳም ቁሊሕ ክብሉን እንተተዳናገሩ ዝፍትኖ ዘሎ ብላይ ሜላ ኣይሰርሕን እዩ። ዝያዳ ዝሓንቆን ዝዕብዶን ዘሎ ገን እቲ ናህሪ ዝድልብ ዘሎ ድምፅታት ሰላም ኣብ መንጎ ኤርትራን ትግራይን እዩ። ሰላም የድልየና ጥራሕ ዘይኮነ ንሰላም ብዕቱብ ክንሰርሐሉ ኢና ምስኡ ብደንቢ ኢና ክንሰርሐሉ። ምስ ኤርትራ ሰላም እዩ ኢና እንደሊ ምእንተ ሰላም ከኣ ክንሰርሕ ኢና። ክልቲኡ ህዝብታት ኤርትራን ትግራይን ናብቲ ባህርያዊ ኩነተ ዝምድና ከይምለስ ስርዓት ኣዲስ ኣበባ ክዘርጎ ላዕልን ታሕቲን ይብል ኣሎ። ብሸመትን ገንዘብን ዝተዓስቡ ትግራዎት ይኹኑ ካልኦት ከብዲ ዘመዶም ኢትዮጵያውያን ተሰሚዑ ዘይፈልጥ ማይ ዘይጠዓሞ ሓሶታት ተኾልኲሎም ሻዕቢያ ሻዕቢያ ይብሉ ኣለዉ። እቲ ዓላማ ሓንቲ እያ፣ ነታ ተቐልቂላ ዘላ ምቅርራብ ከይትምዕብል ንቡር ሰለማዊ ጉርብትና ከይመጽእ እዩ። ምስ ሻዕቢያ ምቅርራብ ካልእ ኲናት ክባራዕ እዩ እንዳበሉ ንህዝቢ ትግራይ ከባርሩ ይፍትኑ። ገሊኦም ከኣ ሻዕቢያ ንተጋሩ ረገጽቲ ፈንጂ ክገብሮም ስለ ዝደለየ ኢዩ ይብሉ ኣለዉ እንታይ ኢሞ ዘይተባህለ እዞም ካብ ዝቀደሙ መጋርያታት ክረብሑ ዝጸንሑ ነጋዶ ኩናት ጌና ካብ ደም ንጹሃት መንእሰያት ኢትዮጵያ ብፍላይ ከኣ ካብ ሕሰም ህዝቢ ትግራይ ክኸስቡ ከምቲ ፋብሪካታት ኣጥርዮም ዝኸስዑ ሕጂ ውን ባህጎምን ሕልሞምን ሕምስምስ ምቅጻል ኢዩ ኣብ ትግራይ ብሓፈሻ ድማ ኣብ ኢትዮጵያ ዞባናን ቅሳነትን ርግኣትን ከይሰፍን ኢደበይ ዝሓንከርቲ ኮይኖም ወደኽደኽ እንተበሉ ከደንጽወና የብሉን። እንተ መንግስቲ ኤርትራ ግን ስቕታ ስለ ዝመረጸ ዓቕሊ ጽበት ይህውጾም ኣሎ። ንመጸኩም ኣለና ኩናት ክንከፍት ኢና ሻዕብያ ከኣ ስቕ። መካናይዝድ ኣውርታት ፌደራል ኣብ ዶባት ኤርትራ ኣጸጊዕናየን ኣለና ስቕ። ብክልል ዓፋር ንመጽእ ኣለና ትም። ብተከዘ ንመጽእ ኣለና ትም። ኣብ ስቕታ ዘሎ ሓይሊ ግን ዝፈልጦ ጥራይ እዩ ዝፈልጦ። ደሓር ከኣ ንዘይናኸስ ከልቢ እምኒ ምድርባይ ክሳራ እዩ። ER Media. ቀጺለ እውን ኣብዛ ትስዕብ መደብ ከብለኩም ጽምዶ ከም በላሕ መስማር ንፍሕኛ ውጥናቶም ብሃንደበት ዝበስዐት ምስጢራዊት ኣጀንዳ ማእከል ምርምርን ሰነዳትን ጉዱሳን ሃገራውያን ጽምዶ ሰላም ዘባህሮም መራሕቲ ሃገራት ምዕራብ ኣብ ዝሓለፈ 24 ሰዓታት ልኡኻቶም ናብ ከተማ ሽረ ከውሕዙ ውዒሎም ኣለዉ ኣምባሳደር ኣመሪካ ኣብ ኢትዮጵያ ኤርቨን ማሲንጋ ምስ ላዕለዎት ሓለፍቲ ህወሓት ኣዘዝቲ ሰራዊትን ርክብ ከም ዘካየደ ብዛዕባ ርክብ ትግራይን ኤርትራን ወግዓዊ መብርሂ ክወሃቦ ከም ዝሓተተን ጸብጻባት ሓቢሮም። ከም ዝፍለጥ ጸለውቲ ዝበሃሉ ኣክቲቪስት ትግራይ ናብ ኤርትራ ምብጻሕ ከካይዱ ጸኒሖም እዮም፣ ብዘይካዚ መራሕቲ ኤርትራን ትግራይን እውን ናብ ሰላም ጸሚዶም ምህላዎም ዳርጋ ብወግዒ ክነግሩ ምጽንሖም ዝሕባእ ኣይኮነን። ንኤርትራን ትግራይን ናብ ኲናት ኣእቲኻ ክጽወት ተሓሲቡ ዝነበረ ናይ ክፉእ ውጥን ልዕሊ ክልተ ዓመታት ብዝወሰደ ከቢድ ናይ ዲፕሎማሲ ጻዕሪ ምሉእ ብምሉእ ፈሺሉ። ሎሚ ህዝብታት ኤርትራን ትግራይን ዳግማይ ናብ ኲናት ከም ዘይኣትዉ ተረጋጊጹ ኣንፈቶም ናብ መንገዲ ሰላም ኣቢሉ ይርከብ። ብዘይካዚ ትግራዋይ ኣክቲቪስት ስታሊን ገብረስላሴ ናብ ከተማ ኣስመራ ኣትዩ ምስ ዝተፈላለዩ ኣካላት ርክባት የካይድ ምህላዉ ተሓቢሩ ኣሎ። ከም ዝፍለጥ ስታሊን ገብረስላሴ ምስ ኤርትራዊ ኣክቲቪስት ኣወል ሲዒድ ኣብ ፖለቲካ ሓቢሮም ክሰርሑ ተበጊሶም ምህላዎም ክሕብር ጸኒሑ እዩ። ስታሊን ገብረስላሴ ኣብ ጽንብል ዕስራን ኣርባዕተን ጉንቦት ክሳተፍ ምዃኑ እውን ይሕበር ኣሎ። በዚ ዘዕበዱ ኣክቲቪስት ብልጽግናን ተኸፈልቶምን ዳርጋ ዝሕዝዎን ዝጭብጥዎን ጠፊእዎም ዕብድብድ ኣትይዎም ኣሎ። ጽምዶ ሰላም ኤርትራን ትግራይን ብፍጥነት ንቕድሚት ይሕምበበሉ ኣብ ዘሎ እዋን፣ ምዕራባውያን ሃገራት ኣብ ኣራት ኪሎ ዘሎ ህጻን ቆልዓ ኣብ ጦርጦዮስ ኣትዩ ምህላዉ ዘስተብሃሉ ይመስሉ። ምንጭታትና ይሕብርዎ ከም ዘለዉ እውን፣ ትግራይ ኣንፈታ ንሰሜን ኣቢሉ መስመራት ትኸፍት ምህላዋ እዩ ዝንገር ዘሎ። በዚ ድማ ኣሰላልፋ ሓይልታት ዞባና ካብ ቁጽጽር ምዕራባውያን ወጻኢ ይኸይድ ኣሎ ክበሃል ይከኣል። ቀዳማይ፣ ትግራይን ህወሓትን ፖለቲካል ላቨርጅ ኣኻዕቢቶም ኣብ ልዕሊ ኣውሓስቲ ስምምዕ ፕሪቶርያ ፀቕጥታት ክፈጥሩ ምኽኣሎም ንመራሕቲ ብልፅግና ድቃስ ከሊኡ ይርከብ። ካልኣይ፣ ኤርትራ እውን ምስ ትግራይ እትፈጥሮ ዘላ ፅምዶ ነቲ ኣብ ልዕሊ ኤርትራ ፀቕጥታት ክገብር ህርዲግ ክብል ዝፀንሐ ስርዓት ብልፅግና ካልእ ወጥሪ ክፈጥረሉ ክኢሉ ኣሎ። እምበኣርከስ በዚ ኣሰላልፋ ግር ዝብሎም ሓይልታት ክገብርዎ ዝኽእሉ ብዙሕ ከምዘይኮነ ስለዝተረድኦም ምስታ ክብትንዋ ህርዲግ ክብሉ ዝፀንሑ ህወሓት ኣብ ጠረጴዛ ክቕመጡ ተገዲዶም ኣለዉ። ኣብዚ ከይተዓግቱ ርክባት ኤርትራን ትግራይን ንምጽራይ ሓይልታት ምዕራብ ብሳትላይት ንዶባት ኤርትራን ኢትዮጵያን ክጸናጸኑ ይውዕሉ ኣለዉ። ኣብ ኣራት ኪሎ ዘሎ ጉጅለ ብልጽግና'ውን ኩነታት ትግራይ ካብ ቁጽጽሩ ወጻኢ ይወጽእ ምህላዉ ድሮ ተገንዚብዎ ብምህላው ሸምገልቲ ኣብ ምውፋር ይርከብ። ጽምዶ ከም በላሕ መስማር ንፍሕኛ ውጥናቶም ብሃንደበት ዝበስዐት ምስጢራዊት ኣጀንዳ! ፕሮስማሜ እንተይበሃል እዚ ትግራይ ብሰራዊት ደቃ ዳግማይ ክትትግርር ብዓይንኹም ክትርእይዋ ኢኹም። ዕርቀ ሰላም ኮይኑ ክልቲኡ ህዝብታት ክተሓቋቆፍ ክትርእይዎ ኢኹም። እዚ ሎሚ ዝመጽእ ሰላም ግን ዝኾልፎ የለን። ምኽንያቱ ብዋናነት መንእሰያት እዮም ክሕልውዎ ኢዲኤፍን ቲዲኤፍን ዝበሃሉ ሓይልታት። ሐዛ እዚኣ ንሕና ቲዲኤፍ ኢና ኣይኮናን ንብል ዘሎና ንሕና ሰራዊት ኤርትራ ኢና ኢዲኤፍ ንበሃል ንሃገረ ኤርትራ ንውክል እዚኦም ድማ ቲዲኤፍ ይበሃሉ ንሃገረ ትግራይ ይውክሉ ሃገር ዶ ኢለ ወዲ በሻሻ ንሶማሊላንድ ኣፍልጦ ሃገርነት ካብ ሃበ እዚ በላዕ ውዳቕ ንወዲ በሻሻ ዓሰብ ንሓላሉ ካብ ሃበ ሰራዊት ሰላም ጽምዶ ድማ ንትግራይ ክልል ኣፍልጦ ሃገርነት እንተሃበ ሕልሚ ዶ ኮይኑ ምተሰማዓኩም? ንለባም ኣንፍተሉ ዩ ወዲ ሓወቦይ ኣንፍጽምዶ ናበይ ገጽ ምዃኑ ኣውኪኤልኩም ኣለኹ ኣብ ዓወት የራኽበና። ኣብዚ ሃገረሰብ ጽቡቕ ምስላታት እዩ ዘሎ። ጽባሕ ክትዕረቕ ከለኻ ምእንቲ ከይትሓፍር ብሓደ ኢድካ ተብኣስ እዮም ዝብሉኻ። ብሓደ ኢድካ ክልተ ከለካስ ሓደ ንምንታይ እታ ካልኣይቲ ዘይትጥቀመላ? ክትዕረቕ ስለ ዝኾንካ ጽባሕሲ ክትዕረቕ ከለኻ ክትሕግዘካ እያ እታ ሓብቲ ብሓንቲ ክትበኣስ ሓንቲ ከኣ ክትዕረቕ እዚ ፍልስፍና እምበር ደንቆሮ ንደንቆሮ ንደንቆሮ ንደንቆሮ ሓዊስካ ብጸልማት ዝኸይድ ኣተሓሳስባ እንተኾይኑ እዚ ኣይዋጽን እዩ።
ካብዚ ቀጺለ ዘቕርበልኩም ክቡራትን ክቡራንን ተኻታተልቲ ኣብ ዝሓለፈ መደብና ገሊጽናዮ ከም ዝነበርና፣ ህቡብ ስነጥበበኛ፣ ደራስን ዳይርክተርን፣ ኣብዚ ሕጂ እዋን ከኣ ዝተፈላለየ ፕሮሳት ብምውጻእ ህዝቢ ኣብ ምንቃሕ ብፍላይ ነቲ ንኡስ ወለዶ መንቋሕቋሕታ ፖለቲካ ናብ ዝለዓለ ጥርዚ ክብ ንምባል ዝገብሮ ዘሎ ጻዕሪ ብዝኾነ ይኹን ቃላት ክግለጽ ኣይክእልን። ከምኡ'ውን ንሰላም ዘለዎ ድልያ ክሳብ ብመስዋእቲ ክኸፍል ድሉው ምዃኑ ኣፍልቡ ነፊሑ ዝዛረብ ክቡር ስነጥበበኛ ኣወል ስዒድ ኣብዛ ሓዳስ ዘርጊሕዋ ዘሎ ራብዒቲ ፕሮስ ናይ ዛራ ሚድያ ኔትወርክ ኣካያዲ ትግራዋይ ጋዜጠኛ ስታሊን ገብረስላሴ ብምኽንያት መበል 34 ዓመተ ናጽነት ኤርትራ ኣስመራ ከም ዝኣተወ ተዓዚብና ኣለና። እዚ ኸኣ ኣብ ስርዓት ቆልዓ በሻሻ ዓብዪ ድንግርግርን ዓብዪ ነውጽን ፈጢሩ ከም ዘሎ ብተለኣኣኽቲ ቆልዓ በሻሻ ዝወጽእ ዘሎ ሓበሬታታት ከምዚ ንዕዘቦ ዘለና እዩ። እቲ ሰላም ክቕጽል እዩ። ሰላም ዘይደሊ ኸኣ ጸጉዑ ክሕዝ እዩ እምበኣር ክቡራትን ክቡራንን ህዝብን መንግስትን ኤርትራ ደላይ ኩናት ኣይኮነን ህዝብን መንግስትን ኤርትራ ደላይ ሽግራት ኣይኮነን ህዝብን መንግስትን ኤርትራ ደላይ ሰላም ደላይ ፍቕሪ ደላይ ሰናይ ጉርብትና ደላይ ሓባራዊ ዕላማ ብምውዳድ ንናይ ልምዓት መደባት ናብ ዝለዓለ ደረጃ ዞባናን ሃጉርናን ሓፍ ንምባል ዝሰርሕ ህዝብን መንግስትን እዩ ዘለና ስለዚ መንግስቲ ኤርትራ ነዚ ሕጂ ሓድሽ ተላዒሉ ዘሎ ወይ ከኣ ከም ብሓድሽ ጽምዶ ዝብል ኣርእስቲ ሒዙ መጺኡ ዘሎ ሓድሽ ኣይኮነን ስለዚ ነዚ ክነስተውዕልን ክንፈልጥን ኣለና ቅድም ቀዳድም እንታይ ይብል ኣለኹ ስለምንታይ ከ ይብል ኣለኹ ዝብሉ ሕቶታት ንነብስና ሓቲትና ግቡእ መልሲ ምስ ረኸብና ክንዛረብ ኣለና ይዝረብ ስለ ዘሎ ምዝራብ ግን ጽባሕ ጣዕስኡ ከይከበደ እምበኣር ክቡራትን ክቡራንን ተኸታተልቲ ፍልፍል ቲቪ ዝያዳ መንግስቲ ኤርትራ ነዚ ጽምዶ ኣበይናይ ዓመተ ምህረት ዘርጊሕዎ ከም ዝነበረ ኣብ ራብዐይቲ ጽምዶ ሓዳስ ፕሮስ ወጽያ ዘላ እቲ ጽምዶ ዝብል ንሰላም ንፍቕሪ ንኹሉ ነገራት ናብ ሰናይ ነገር ዝልውጥ ሓሳብን ድሌትን መንግስቲ ኤርትራ መዓስ እዩ ነይሩ? መዓስ ኣበየናይ እዋን እዩ ጽምዶ ሰላም ተባሂጉ? እስከ ነዛ ቪድዮ ንከታተላ ቀጺለ ናብኣ ከብለኩም። እዛ ኣብ ጋዜጣ ሓዳስ ኤርትራ ዝሰፈረት ርእሰ ዓንቀጽ ናይ ኣርባዕተ መጋቢት ክልተ ሽሕን ዓሰርተ ኣርባዕተን እያ። ቅድሚ ዓሰርተ ሓደ ዓመታት ምዃኑ እዩ። ቅድሚ ዓሰርተ ሓደ ዓመት ወዲ በሻሻ ኣብዛ ዓለም ከም ዘሎ እውን ከይተፈልጠ ማለት እዩ። ቅድሚ ዓሰርተ ሓደ ዓመት እዞም ሕጂ ኣብ ማሕበራዊ መራኸቢታት ፖለቲካ ፖለቲካ ዝጻወቱ ዘለዉ ዕሸላት ንኤርትራ ብዛዕባ ጽምዶ ክምህሩ ዝፍትኑ ደቂሶም ኣብ ዝነበሩሉ ማለት እዩ። መንግስቲ ኤርትራ ዝነበሮን ዘለዎን ዝህልዎን ዘይቅየር ንርሑቕ ዝጠመተ መርገጺ እተርኢ ርእሲ ዓንቀጽ እያ። መንፈስን ዕላማን ናይ ጽምዶ ንኽርድኦም ድማ ከንብበልኩም እየ። ሃናጽ ጽምዶ ንርግኣትን ዕብየትን እዩ ዝብል እቲ ርእስቲ። ራእይ ህዝቢ ኤርትራ ሰላምን ፍትሕን ዝሰፈና ሃገር ልምዓትን ቀጻሊ ዕብየትን ምህናጽ እዩ። እዚ ዘቤታዊ ራእይ እዚ ክሰምር ህላዌ ርጉእን ተመላላእን ጎደቦ ቁርዒው ዞባውን ዓለማውን ኩነት ወሳኒ ምዃኑ ድማ ጽኑዕ እምነት ህዝብን መንግስትን ኤርትራ እዩ ይብል። ካብዚ እምነት እዚ ብምብጋስ ኤርትራ ብደረጃ ጎደቦ፣ ዞባን ዓለምን ሰላም፣ ፍትሒ፣ ሓባራዊ ረብሓን ምዕባለን ዘረጋግጽ ዝምድናታት ንምምዕባል ኣብ ንጡፍ ዲፕሎማስያዊ ስራሕ ትርከብ። ሽርክነትን ተመላላኣነትን ደረኽቲ ቁጠባውን ባህላውን ስልጣኔ እዮም። ክንዲ ዝኾነ ህዝብታት በብኸባቢኦም ሓባራዊ ረቋሒታትን ረብሓታትን ብምድማቕ ንልምዓትን ምዕባለን ሓነቕቲ ዝኾኑ ፍልልያት ብምህሳስ ድልዱል ምትእስሳር ፈጢሮም ንሓድሕዶም እናተመላልኡ ኣብ ጎደና ቀጻሊ ዕቤት ክምርሹ ባህጊ ህዝብን መንግስትን ኤርትራ እዩ ይብል። ነዚ ኣመለኻኽታ እዚ መሰረት ብምግባር ኤርትራ ምስ ዝተፈላለያ ሃገራት ዞባናን ዓለምን ባህላውን ቁጠባውን ምትእስሳር ዘደልድል ሕውነት፣ ማዕርነትን ምትሕብባርን ዘማዕብል ሓባራዊ ቁጠባዊ ምዕባለን ሽርክነትን ዘደንፍዕ ብሃናጺ ጽምዶ ሰፊሕ ንጥፈታት ከተካይድ ጸኒሓ ኣላ። ከም ውጽኢቱ ኤርትራ ብኣንጻር ባህጊ ተጸባእቲ ሕልኮታቶም እናፈንጠሰት ምስ ብዙሓት ሃገራት ኣፍሪቃ፣ ማእከላይ ምብራቕ፣ ወሽመጥ ዓረብ፣ ኤስያን ኤውሮጳን ድልዱል ፖለቲካዊ፣ ቁጠባውን ዲፕሎማስያውን ዝምድናታት ክትኩስኩስ ክኢላ፣ ገና ዘይተመዝመዘ ሰፊሕን ድንግልን ጸጋታት ዘለዋ ሃገር ከም ምዃና መጠን ድማ ካብ ዕለት ንዕለት ዓይኒ ብዙሓት ኣውፈርትን መሻርኽትን እናሰሓበት እትኸይድ ዘላ ሃገር እያ። ርእይቶ መንግስቲ ኤርትራ ኣብ ዞባውን ዓለማውን ጉዳያት ካብ ተሓራን ፍትሓውን ዘቤታዊ ዕላማን መስመርን ስለ ዝብገስ ፍትሒ ዘድምጽ ተባዕን ቁኑዕን ርእይቶ እዩ። እዚ ስኒትን ምትሕብባርን ኣህዛብ ዝብህግ ፍትሒ ዝማእገሩ ዘይቁኑዕ ፖሊሲታት ብትብዓት እናነቐፈ መስተኻኸሊ ሓሳባት ዘፍልቕ መርገጺ ኤርትራ ግና ነቶም ኣህዛብ ሓድሕድ ኣናቑቶም ቀጻልነት ምዝመዛን ግብትናን ከውሕሱ ዝደልዩ ሓይልታት ኣይምእምኦምን ይኸውን ይብል ቀጺሉ። የግዳስ ፖሊሲ ዝምድናታት ወጻኢ ኤርትራ ብዘይካ ባህጊ ርግኣት ዕብየትን ካልእ ኣጀንዳ ዘይብሉ፣ ጥዑይን ምዑርይን ዝምድና ህዝብታት ዘማዕዱ ፖሊሲ ልምዓትን ሰላምን ብምዃኑ ኣብ መወዳእታ ንኹሉ ተጻብኦታት እንተላይ ንዘመተ ምስይጣንን ምንጻልን ፈንጢሱ ብምውጻእ መኣዝኑ ከይሰሓተ ኣብ ዕውት መስመር ክምርሽ ንዕዘብ ኣሎና። ምስቲ ካብ ግዜ ናብ ግዜ ኣብ ኣህዛብ ዓለምና እናበረኸ ዝመጽእ ዘሎ ፍትሕን መዓርነትን ጠልብ ንቕሓት ተኣሳሲሩ ድማ እዚ ቅኑዕን ሰጓምን ፖሊሲ እዚ ውጽኢቱ እናደመቐን እናሰፍሐን ክኸይድ ምዃኑ ርጉጽ እዩ ይብል እቲ ትንቢት ዝመስል ርእሰ ዓንቀጽ።
ኣብ መሰል ስቶር ዝተፈላለየ ዓይነት ፔይመንት ፕላን ክህልወና ከሎ፣ ሓደ ካብኡ ድማ ኣዝ ዩዥዋል ክሬዲት ካርድ፣ ዴቢት ካርድ፣ ከምኡ'ውን ክላርና ኤንድ ፔይፓል ክኸውን ከሎ፣ ተጠቀምቲ ፔይፓል ኤንድ ክላርና ምስ ትኾኑ ግን ናቱ ዝኾነ ፔይመንት ፕላን ኣለዎ። ስለዚ ናይዚ ክቡር ኣገልግሎት እዚ ተጠቀምቲ ክትኮኑ ብኽብሪ ይዕድመኩም። መሶብ ስቶር ብቕልል ዝበለ ከየሸጋገረ ድኻምና ቀኒሱ ሓሳብ ልብና እንዳስመረ፣ ንኹሉ ብማዕረ ኣብ ዝተፈላለየ ኩርንዓት ዓለም ዝነብር፣ ናብ ስድርኡ፣ ቤተሰብ መቕርቡ፣ ፈተውቲ፣ መማህርቲ መተዓብይቲ፣ ናብ መሓዛ፣ ናብ ሳንዳ፣ ናብ ኣዳነ፣ ናብ ኣሞ ሓትንነ፣ ሓወቦይ ኣኮይ፣ ኮታስ ብመሶብ ስቶር ዘይንልእኽ ቅልል ብዝበለ። ብኸመይ ንዝብል ሕቶ፣ ቅድም ቀዳድም ብጽፎቱን ስሉጥ ኣጎልጉሎቱን ንተገልጋሊ ሩፍታ የዕሲሉ ኣብ ቦይለኤ ዝቕስን ኣብ ዝኾነ ሰዓት መልእኽትኹም ዝቕበል ድሌታትኩም ከማልእ ናብ ዝደለኹሞ ኣስቤዛኹም ዝቐብል ኣድሃ ብስርሑ ዘየማት ኣለኩም መሶብ ስቶር ስድራቤት ዘበስር ብርትዓዊ ዋጋ ሓሳብ ልቢ ዘስምር ስለዚ ምርጫኹም ይኹን መሶብ ስቶር መልእኽትኹም ተሓንጊጡ ብጊሓቱ ፀሓይ ከይበረቐት ክበርር ስለዚ ተጠቀምቲ ናይ ኦንላይን ዕዳጋ ብምዃን ከይደኸምኩም ከይረሃፅኩም ካብቲ ናብቲ ከይተሸጋገርኩም መሶብ ስቶር ንዝደለኹሞ ኣብ ዝደለኹሞ ዝኣዘዝኩሞ ኣስቤዛ ሒዙ ንተገልገልቲ ሩፍታ ፈጢሩ ዝኣዘዝኩሞ የከፋፍል ምርጫኹም ይኹን መሶብ ስቶር

ክሳብ ብኻልእ ቪድዮ ዝምለሰኩም ርሑስ ቅንያት በዓል ናጽነት ደቂ ሪመይ መስመርና ድርዕና ዘልኣለማዊ ዝኽሪ ንሰማእታትና ወትሩ ዓወት ንሓፋሽ